ኣበኻ ከውፅእ እየ። ኣየናይ እዩ ከከሓሕሶ ደልዩ ከይዱ ነቲ ጸሊም ዘይከሓስ እስኹ ከ ዮርዳ ምር ሽዋነሽ ኣይኮንክን ብታንትኺ ኩስትመኺ ከውጾ እየ ክብለኪ መሰሉ እዩ ምኽንያቱ ናይ ብታንቲ ሕሽካ ኣብ ጽርግያ ጽርግያ ናይ ምኻድ ወልፊ ኣለዎ ግን ከከሓሕሶ እየ ክብለኪ ከመይ ማለት እዩ እንታይ ከከሓሕሶ እንታይ ከከሓሕሶ ሄልፕ ሚ ክብል ሕጂ ከኣ ፖሊስ ድዩ ክድውል ብምንታይ ኢካ ክሓሶ ሕጂ ከ ብምንታይ ኢካ ክሓሶ እንታይ ኢዩ ዘይርዳኣካ ዘረብኡ እንታይ ኢዩ እንታይ ክገብረኪ ንሕና ኣሕዋትኪ ኣለና ንሕና ተጋሩ ኣለና ንሕና ተጋሩ ኣለና ኣብዚ ንሕና ተጋሩ ኣለና ምሳኺ ኣብ ጎንኺ ንሕና ተጋሩ ኣሕዋትኪ ኣለና በቃ ንሕና ተጋሩ ኣሕዋትኪ ኣለና ኣጆኺ እኺ። ኣነ ንዓኽ ሼነል ክሓርየልኪ ከማን ገለ ይብለኒ።
ኣቲ ታይ ገለ ኢልኪ ታይ ኣዛ ሸነል ክሓርየልኪ እንታይ ኣዛ ሸነል ክሓርየልኪ ኣቲ ዮርዲ ሓፍተይ ይርዳኣኪ ነይሩ ድዩ ዋላ ሰኺርኪ ኢኺ ዘለኺ ኣቲ ብ ወይነይ ኣይኮንኩም በለኒ ብ ወይነይ ኣይኮንኩም በለኒ ዋይ ብ ውነይ ኣይኮንኩም በለኒ ዋይ ዋይ ዋይ ዋይ ዋይ እዞም ተጋሩ ዳኣ ነዚ ምሕራቅ ዶ ቋንቋ ኣለዎ ድዩ ኣታ ታይ ኮይኑ እዚ ናይ ዮርዳሽ ብታንቲ ስኢሉ ዝወጽእ ኣታ ታይ ኮይኑ ኣታ ታይ ኮይኑ ኣሸጊርና እኮ እቲ ኣታ ታይ ኣንታ ታይ ኮይኑ እዋይ እዛ ጹም ፋሕ ከብላ እያ ነዳ ንሄለኩም ሽዋነሽ ኣቤት ዮርዳ ኣቤት ባርቹ ኣቤት ባርቹ ባርቹ ባርቹ ባርቹ ሕጂ ከ ንመን ኢኻ ተምጻልና ክምዚ ናተይ ካንጋሮ ፍጠረልካ በል ሕጂሲ ዕድልካ ማኺና ኦሮማይ ዕድልካ ተባላሽያ ሳልሰይቲ ሳልሰይቲ ኩስትመ በና ከተምጻ በዚኣ ክትመጻ ይትኽእልና በቃ ኩሉ ሰብ ፈሊጥኪ ባርቹ ባርቹ ይርዳ

ከይተሰምዐት ነቲ ጸሊም ጥራይ ከይሃርማ ድዩ ገለ ከምዚኣ ጌራ ሒዛቶ ሽዋነሽ እዛ ድምጻ ከይተሰምዐት ሽዋነሽ ከምዚ ንካታተሎ ዘለና ትካታተልዮ ዘለኺ ቀዳማይ ሰብኣይኪ ትካታተልዮ ዘለኺ ስባነሽ ከምዚ ንካታተሎ ዘለና ብኡ ከመይ ኣሎ እቲ ወረ ከመይ ኣሎ ሽዋነሽ እቲ ወረ ከመይ ኣሎ መቂርክዶ ንዓና ዳ ጥዒምና ጥዒምና ጥዒምና ጥዒምና ሳለስተ ክንከይድና በዚኣ ሳለስቲ በቃ ሽዋነሽ ከመይ ኣሎ ባኣኺ ሽዋነሽ ኣቲ መዝደይ ሰብ እንዲኺ ኣጸሚትኪ ኔርኪ እቲ ሽዋነሽ ንዮርዳሲ ኣይ ሳልስቲ ራብዕቲሲ ንንፋስ ኣውጽዋ ንንዋ ንፋስ ኣውጽዋ ከምዚ ናይ ሽሻይ ሽሻ ድዮም ዝብልዎ ሽሻ እዚ መን እዩ ዝበሃል እቲ ወዲ ንገነት ሰብኣያ ከምዚ ሓደ ኣሎ ወዲ ኣስመራ ወዲ ኣስመራ ዝብል ዝበኪ ማስሜዳ

ባርቹ ኣበል እታ ዝበልኩኻ መጺኣ ክልተ ብታንቲ ንዓይ ከምኡ ኢልካኒ ክኸሰካ እየ ንዓኸ ንዓይ ከምኡ ኢልካኒ ከሰ ክድ እንታይ ክትከስስ እንታይ ክትከስስ ኣብ ጽርግያ ዘይኮነን ኩሉ ሰብ ርኢካ እንታይ እዩ ኣነ ይነግረኒ እዩ ክልተ ብታንቲ ክትሕዝ ኢኻ ክልተ ኩስትሞ ዘይለካ ይነግረኒ ኢዩ የዛርበኒ እዚ ኩሉ ሓዳር ድኣ ካበይ ኣምጼዮ ንኩለን ሰብኣየን እንዶ ትፈልጠን ኢኻ ወዲ ጀጋኑ ንኩለን ሰብኣየን እንዶ ትፈልጦ ኢኻ ይነግረኒ ኢዩ ይነግረኒ ኢዩ ኣንታ ሕጂ ከኣ ፓስተር ድኣ ክብሉኒ ኢዮም ይነግረኒ ተራእይኒ ኢዩ ይነግረኒ ኢዩ ክልተ ብታንቲ ሕጂ ኦሮማይ ከምዚኣ ክትገብረልና ኢኻ ሕጂ ከኣ ምቕናይና ሳልሰይቲ ተዳሊኺ ጽንሒ ኣልጋነ ኣብርሃፅዮን ኣብርሃፅዮን ተዳሊኺ ፅንሒ ኣብርሃፅዮን ተዳሊኺ ፅንሒ እንታይ ብዙሕ ዘረባ ምዝራብ ክንዲ ከፍ እዩ ኣብርሃፅዮን ተዳሊኺ ፅንሒ ንባርቻ ክትሕዙ ኢኺ ዕድል ክትርኢ ዕድል ክትርኢ ኢኺ ኣብርሃፅዮን ኣለኸ ዶ ኣብርሃፅዮን ወይ ልዋም ልዋም ትበሃሊ ናይ ባርቻ ኢኺ ዕድልኪ ክትርኢ ኢኺ ዝሓብተይ ልዋም ትበሃሊ ዕድልኪ ክትርኢ ኢኺ ንባርቻ ክትከድዪ ኢኺ ልዋም ትበሃሊ ኣለኺ ዶ ልዋም ንባርቻ ክትከድዪ ኢኺ ዕድልኪ ክትርኢ ዕድልኪ ክትርኢ ኢኺ ዝሓተይ ዕድልኪ ክትርኢ ኢኺ ልዋም ዕድልኪ ክትርኢ ዮርዳ ዮርዳ ናትኪ ኩስትመ ገዲፍክዮ ዲኺ

ይኣለዎ ይብሉ ኣለዉ ኦኬ ኣይ ገዚእኻ ኢኻ ተምፅኦ ዘለኻ ገዚእኻ ኢኻ ተምፅኦ ዘለኻ ማለት እዩ እምበር ኣልጋነሽ ድኣ ኣልጋነሽ ድኣ ጎራሕ ኢሎማ ንብረት ኣይትገድፍን እያ ኢሎማ ጎራሕ ኢሎማ ኣልጋነሽ ድኣ ከምቲ ፀብፃብ ዝገበርናዮ ቁርብ የ- ዮርዳ ገርህ እምበር ኣልጋነሽ ኣይትርስዕን እያ ሽዋነሽ ክብል እየ ሽዋነሽ ክብል ኣንታ እንታይ መዓት እዩ ታዚ ኣታ እንታይ ዝበል ወይ ሽዋነሽ ክብል እየ ሽዋነሽ ኦ ሽዋነሽ ሽዋነሽ ዳ ጎራሓ እያ ሽዋነሽ ገራሓ እንታይ እንታይ መናዕ እቲ ወደይሲ ካብ ኣፈይ ምውፃእ ኣብያትኒ ፍቕሪ ሕሱም ፍቕሪ ሕሱም ፍቕሪ ሕሱም እራየኒ እኳ ይደሎ ኣታ ጥዕያፍ ዝኣፈይ ተወቂጣ

ኣ- ኣምላኽ ም- መወዳእቱ የርእየና ና- ናተይ ናትክን ኣልጋነሸይ ኣለኺ ዶ ኣላ ዲኣብዚ እስከ ፅንሓ ንሪኣ ኣይትኸይድኒ ካብዚ ኦሮማይ ኣልጋነሸይ ኣታ ታብታብ ጎሩ እስከ ታብታብ ጎሩ ኦይ ኣንታተ ኣቲ ኺዲ እባ መግቢ ስርሒ ዋእ ኣብቲ መፅየ ከለኹ እታ ሞባይል ከይሓዝክያ ምሽ እንታይ ድኣ ኣብዚኣ ኮፍ ኢልኪ ወይለከ እዛ ቆልዓ መፅየ ከለኹ ሞባይል ከይሓዝክያ እንታይ ድኣ ሓሲብኪ ብዛ ኮፍ ኢልኪ ኪዲ እባ ስርሒ ኪዲ እባ ስርሒ ዋ- ዋላ ንኸብዳ ድያ ንዓይ ኢልኪ ዶ ትሰርሒ ነይርኪ መግቢ ኪዲ እባ ስርሒ ኪዲ ስርሒ ዋ፣ ኣብዚ ንሃለት ኮፍ ኢላ ወለከ ፀገም ጥንሓስከ እቲ ክስታይ እናጠዓምና ክንከይድ ሕምባሻ

ሕምባሻ ሻይ መባልዒት ግን እያ። ኣቤት ውሕልና ናይ ኣልጋነሽ ኣቤት ኣቤት ኣቤት ኣንቲ ወዲ ቡርሲ ሽጋብ ሸሞንተ ተስትዮ ተገዲስካ ዋይ ከምኡ ግበረልና ንሓዋሩ ከምኡ ግበረልና ኣንታ ቅድሚ ሕጂ ደኣ ኣንታ ስኢልካ እንደስተ ኣንታ ስኢልካ እንደስተ እኳ እንድብላ እንታ ስጋብ ሸሞንተ ሲ

ኣንታ ኣላ ድያ ሓደ ሓደ ፀሓፍለይ ክማልኦ ዶ ኣይደልያን እየን ከዓ ናይታ ቀዳመይቲ ኣይደልዮን እየን እዘን ደቂ ኣንስትዮ መእከቢ ድየ ናይታ ቀዳመይቲ ኣይርሕሰናን እዩ እየን ዝብላ ደሓን ሓደ ቁሩብ ዓመት ኸ- ሓደ ዓ- ቁሩብ ዓመት የፅንሓና እዩ ክማልኦ ዶ ክማልኦ ዶ እዚ ሓደ ቁሩብ ዓመት ከገልግለና ከገልግለና መኹጉሕፎ ኩጉሕፎ

ኤእ ብቀደሙ ብሕሱር ኣምጺኤዮ ብሕሱር ድግዛእ ኮይኑ ዋእ ንብረት ብሕሱር ብኩቡር ክትገዛእ ኣለካ ንብረት ብኩቡር ክትገዛእ ኣለካ ንብረት በጃኹም ሽዋነሽ ዮርዳ ወሬኺ ኣብ ወጀጋኑ በጺሑ ወሬኺ ሃህ ኣቢልክዮ ኣፍኪ ትደቅሲ ሓሪእለይ ሸይንለይ ትብሊ ዘለኺ ኣፍኪ ሃህ ኣቢልክዮ ትደቅሲ ዮርዲ ሓተይ ሕማቕ ኣሎ ጽቡቕ ኣሎ ምስ ምስ ባርቻ ትድቅሳ ኣፍክን ዓጺኽኖ ደቅሳ ኣሕዋተይ ለይቲ ለይቲ ሽቓቕ መስሎ እዩ ለይቲ ለይቲ ሽቓቕ ኣይፈልጦን እዩ ኣበይ ከም ዘሎ ምክንያቱ ኣነ ኣይኮንኩን ዝብል ዘለኹ ባዕላ ዮርዳ እያ ትብል ዘላ ሃሃ ቢልክዮ ኣፍኪ ትደቅሳ ብሕጂ ን ኣ- ኣ- ንዓ እዚ ሰብኣይ ንዓ ንዓ ንዓ ንዓ እዚ ኣብዚኣ ዘሎ እንሕ ሓደ ኣሎ ኣቦ ኣቦ ሳሕል ትብል ዘለኻ ድገም ንኣቦ ሳሕል ዝብልዎ ዘለዉ እዚ ኣቦ ሳሕል ዝብሉ ዘሎ ወሽላኽ ሰበይታይ ንዓ እስከ ኪድ እድ እዚኣ ብዲ ሒዘን ክየዶ ከምዚ ገይሩ ዝክየዶ ካበይ ተከይድክዶ ምሳይ ወይ ወይ እሞ እንታይ ዘኽይድ እንታይ ዘኽይድ ነይርኪ ወደይ ዓሕ እንታይ ዘኽይድ ነይርኪ ቁሩብ ደይ ትጽንሒ ቁሩብ ዛናተይ ስጋብ ማሽሜዳ ትመጽእ ዛናተይ ካንጋሮ ቁሩብ ዓቕሊ ደይ ገበርኪ

ኣንታ እዞም ተጋሩ ሲ ሕፍረት ትበሃል ዘይብሎም እዋ ኣታ እዞም ተጋሩስ ገለ ብ- ብተጋሩስ ገለ ቋንቋ ክንሰምዕ ኢና ብተጋሩስ ገለ ቋንቋ ክንሰምዕ ኢና ሓሪእለ ይበሃል ኣም- ብሕጂ ሲ የርታ ሓፍትና ሲ ብሕጂ ሓዳር ኣይትገብርን ኢኺ ምክንያቱ ዋ- ሃይለ ኣይበሃልን እዩ ዋ- እንታይ ከምዚ ጌርኪ ዲኺ ጥቅሲ ከምኡ ጌርኪ ጥቅሲ ኣይትኸድኑ እየ እንዲኺ ኣታ ዝባርቻ ደኣ ይፈርህ ድዩ ይፈርህ ድዩ ባርቻ

ጸሊም ወ ጸሊም ጋውንጋ እንታይ እየን ገይረናኻ ዘን ደቂ ኣንስትዮ እንታይ እየን ገይረን እንታይ ገይራት ካብ ኣፋ ትሸነላ ኣታ ጸይቂ ኣታ መዓንጣ የብልካ እንድዩ ኣታ ኣታ እንታይ እየን ገይረናኻ ካ- ተጸሊልካ ነርካ እ፣ ከም ትስሕቅ ገይራትካ እንታይ እያ ገይራትካ እዛ ገርሂ ቆልዓ እዛ ትግራወይቲ ሓፍተይ እንታይ ገይራትካ ንዓሉ እንታይ እያ ገይራትካ ንገረና እንታይ ገይራትካ እንታይ ገይራትካ እንታይ ገይራትካ እንታይ ገይራትካ ጥገሮ ታገራት ካኦንት ተዛረብ ተዛረብ ተዛረብ ቀልጥፍ ተዛረብ ተዛረብ ብለካ ኣለኹ እንታይ እያ በዲላትካ እንታይ በዲለ ንሓዘን ክልተ ደቂ ኣንስትዮ ተዛረብ ተዛረብ ቀልጥፍ ባርቾ ተዛረብ ተዛረብ ተዛረብ ኣይትጠምተኒ ዕኮት ዕከት ወይ ዕከት ሳዳ እንታይ ንጓል ክትሃርም ኢኻ እንታይ እያ በዲላትካ እዛ ዮርዳ ሽወነሽ ሰሐራይ ምስ ጸሊም ሓቚፋቶ ኢልካና እንታይ በዲላትካ ዮርዳ ኣክንዲ ሓጺር ክዳን ጌራ ዝመጸትካ ኣክ ሸ ትሸር ኣላ ትሓርቅ ኣላ ኣበይ ሓሪቅካ ኣብ ምንታይ ሽቃቅ ኣይትፈልጦን ዲካ ሽቃቅ ኣይትፈልጦን ዲካ ሽቃቅ ኣይትፈልጦን ዲካ ኣታ ኣታ ኣታ ንሰበይቲ ዳ ተሓቁፋ እምበር ትሸን ኣላ እስኻሲ ኣታ እንታይ ክትገብር ኢኻ ኣብ ምንታይ ሓሪቅካ ኣላ ኣብ ምንታይ ኣሸንካ ኣላ ቀልጡፍ ተዛረብ ተዛረብ ተዛረብ

ብድር ዓርቡሸግ ንብረተይ ሰቢርካዮ እንታይ ክትገብር ብድር እንታይ እያ ጌራትካ እታ ዮርዳ እንታይ ጌራትካ እንታይ ጌራትካ ኣብዚ ኣደ ቆልዓ እኮ እያ ወዳ እንታይ ክብል ኣታ ሰብ ክመዝነኒ ትብል እንዲኻ እታ ኩቱ ኩቱ ወኩቱ ዕከት እስኻሲ ዩቱብ ዩቱብ ክት ብድር ኣበይ ኮይዱ ንዓ ንዓ ንዓ ናበይ ክትከይድ ንዓ ንዓ ንዓ ንዓኻ ዳቆልቁል ኣፍካይ ቁልቁል ኣፍካ የደፋእካ ንዓኻ ቁልቁል ኣፍካ እታ ኣታ ኣታ እንታይ ገይራትካ ታታ ኣታ ጓል ዘይኮነትኛ እንታይ ገይራትካ እታ ኣታ ብታን ትሕሽካ እናኸትካ ካብ ፅርግያ ውፅያትካስ ንዮርዳ ንዮርዳስ እዚ እዚ ትፍደ እዚኣ ዶ ትፍደ እዚ ዶ ትፍደ እዚ ዶ ትፍደ እታ ኣታ ኮብላሊ ኣታ

ሽዋነሽ እኮ ብዘይ ሓደ ነገር ኣይኮነትን ተጋጊኣ ነቲ ጸሊም ሕዣቶ እስኻ መሲልዋ እስኻ መሲልዋ ነቲ ጸሊም ሕዣቶ እስኻ መሲልዋ ሕጂ ዶ ትሕሸካ ንዓታ ንዓ እስኻ መሲልዋ እስኻ መሲልዋ ያዕ ዓይንኻ ራኣዮ እስኻ መሲልዋ ኣንታ ኣታ እስኻ መሲልዋ ሽዋነሽ እስኻሲ ማይ ትመስል ቆልዓ መጺኣትካስ ድሮ ኣብ ኣይ ሳልስቲ ኣይ ራብዕቲ ከተርክያ ኣታ ጓል የብልካ እንዲ ሓንቲ ጓል የብልካ እንዲ ሓብቲ ተናዓሉ ውሸክ ሓብቲ የብልካ እንዲ ጓል ሓብቲ የብልካ እንዲ ጓል ሶሪ ሕተት ሶሪ ሕተቶ ነዚ ህዝቢ ሶሪ ሕተቶ ሶሪ ሕተቶ ሕቶ ሕቶ ትኸምኻ ማለት ድዩ ሶሪ ሕተቶ ሶሪ ሕተቶ ነዚ ህዝቢ ሶሪ ሕተቶ ንዮርዳ

ጋላሪ እስከ ምልዋ ከዓ ጋላሪ ምልዋ ብጣዕሚ እዩ ዘሕዝን ብጣዕሚ እዩ ዘሕዝን ናይ ገለኹም ስገለ ክንሰምዕ ኢና ናይ ገለኹም ስገለ ክንሰምዕ ኢና ገለ ክንሰምዕ ኢና ኣብዚ ኣብዚ በቃ እንታይ እየን በዲለን ኣታ ንዑባ ንጓል ኮሚት ገበርዋ ንጓል ንጓል ኣንስተይቲ ዋ እንታይ ዝበልዎ እዩ ዋ ዘይተሓቑፍወን ወዘይተሓቑፍወን ቁርብ ዘይተሓቑፍወን ቁርብ እዘን ደቂ እተን ደቂ ኣንስትዮ ከዓ ኣሕዋተይ በጃኻትክን ናብ መን ትኸዳ ኣለኽን ብድንጋፀ ናብ ወዲ ተባዕታይ ኣይትኸዳ ብድንጋፀ ሓዳር ኣይመፅእን እዩ ደንጊፅካ ሓዳር ኣይመፅእን እዩ ተደንጊፅካሉ ብቴሌፎን ኢኻ ተፃናንዖ ብቴሌፎን ኢኻ ተፃናንዖ ብድንጋጸ ሓዳር ኣይመጽእን እዩ ብድንጋጸ ፍቅሪ ይመጽእን እዩ ድንጋጸ ካልእ እዩ ደንጊጽካ ገንዘብ ኢካ ትቦ ንሰብ ደንጊጽካ ሶሪ ሓልየት ኢካ ትቦ ተጸጊሙ ገንዘብ ኢልካ ገንዘብ ኢካ ትቦ ወይ ድማ ቃላት ኢካ ትቦ መጻናናዒ ዝኸውን ቃላት ጎይኻ ከይካሲ ብዓይኒ ርህርህ ርኢኻስ ምሕቋፍ ካልኣይ ድማ

መዕረቂ የብላን መዕረቂ የብላን ሓንቲ ጸላም መጽያስ መኪኑ ሰቢራትሉ ሓንቲ ጸላም መጽያስ መኪና ሰቢራትሉ እዋይ ዕድልኪ እዋይ ዕድል ሓንቲ ትግራወይቲ ንዕኡ ክተጋላጉሎ ክትብል ንሱ ብታንቲ ሕዥና ከደ ከሎ ተጨኒቑ ብታንቲ ሓንቲ ሕዡ እናኸደ ከሎ ክተጋላግሎ ካብቲ ዘለዎ ስትረስ ክተውጽኦ ከይዳ ሓንቲ ጸላም ንዓኣ ፈጊዓታ ምስ ተባሃልኪ ኔርኪ ሓዳስ ዜና ሓዳስ ዜና ዮርዳ ሓንቲ ሓንቲ ዮርዳ ትበሃል ጓል ኣንስተይቲ ንባርቹ ሓንቲ ብታንቲ ሕዡ ኣብ ጽርግያ ብሰንኪ ናይ ሽዋነሽ ኣደዳ ስትረስ ጌሩ ክተውጾ ድማ ጥዕምቲ ትግራወይቲ ለዋህ ትግራወይቲ ከይዳ ክተውጾ ክትብል ሓንቲ ጸላም መጽያ ዶንጎላ ዶንጎላ ጌራ ፈጊኣቶ እንኳዕ ነታ መንኪና ገበረልኪ ተመስገን በሊ ተመስገን በሊ ጉያ በዚሑ ጸደፍደፍ በዚሑ ጸደፍደፍ በዚሑ ጸደፍደፍ ጸደፍደፍ በዚሑ ቀስ ኢልካ እኳ ካብ ሰብኣይ ትሕዞ ቀስ ኢልካ ሰብኣይ ክትረኽባ ኢኽን ኩላኻትክን ተፋቲሕኽን ዘለኽን ሰብኣይ ክትረኽባ ኢኽን እወ ለከ ከምዚ ናትናስ ትፅበያ ኢኽን ዝተፋትሐ እስኽን ከዓ ለከ ሰብኣይ ሰብኣይ ዝተፋትሐ ትፅበያ ኣለኽን ኢኽን ከምዚ ኣነ ክፅበያ ዝቆነኹ ነዛ ቆልዓ ከምዚ ኣነ ክፅበያ ዝቆነኹ ነዛ ካንጋሮ ረኺበያ ዘለኹ እዛ ናተይ ኣልጋነሽ ከምኡ ትጽበያ ደቂ ኣንስትዮ ኣለኽን ወይ ኣልጋነሽ እኮ ፋስጋ ትጽዋዓኒ ትመስልንያ ዋእ ኩሉ ምስጢር ናውጻኽዎ ኣ፣ ሓደ መዓልቲ እንታይ ገይራ እስከ ከከይዳ ግዲ ወረ ኣኪቡ ከይድ ኢላስ ከከይዳ ነቲ ቅድመይ ዘሎ ንብረት ትውግኖ ኣቲ ኣነ ይምጽን እየ ከምኢታት ኣጅኺ ኣነ ወረኛ ኣይኮንኩን ከከይዳ እቲ ንብረት ትኣልዮ ኣነ ወረኛ ኣይኮንኩን ኣነ ኣነ መባጻጽሒ እየ እምበር ወረ- ወረኛ ኣይኮንኩን ተረድእኒ ኣነ መባጻጽሒ እየ እምበር ወረኛ ኣይኮንኩን እኮ ከይዳ ነቲ ንብረት ትኣርዮ ኣነ ወረኛ ኣይኮንኩን መባጻጽሒ እየ መባጻጽሒ እየ ወረኛ ኣይኮንኩን ወረኛ ኣይኮንኩን መባጻጽሒ እየ ዋ ወረኛ ወረኛ ኣይኮንኩን መባጻጽሒ እየ ዋ ቁሩብ ኣጆኺ ኣልጋነሽ ኣጆኺ ከከይዳቲ ንብረት ሽዑ ድኣ ከመይ ጌርካ ትውግኖ ሽዑ ቀዲምኪ ወጊንኪ ዘይትጸንሒ ኦ፣ እንታይ ወጊንኪ ዘይትጸንሒ ኣቤት ጽፈት ኣቤት ጽፈት ኣቤት ጽፈት

ኩሉ ወሓለ ዕድመን ጥዕናን ሃብኪ ዕድመን ጥዕናን ሃብኪ ኣልጋነሽ በቃ ኣንታ ሓቁ እንዲ ዳ ከይተፀዋዕኹ ኣነሲ እንታይ ኮይኖም እዞም ህዝቢ ሲ ቅድሚ ሕጂ ንዓቡ ንሱ ተብሉ ነይሮም ዓመት ገይረ ሲ ንዓቡ ንሱ ተድብለኒ ተሳኢኑ ወረኛ እኳ ይመሲልዎም ዓመት ሙሉእ ሲ ቡንሱ ተዝብለኒ ተሳኢኑ እዛ ቆልዓ ወረ እንቋዕ ደሓን ደፊራ ወረ እንቋዕ ጸውዐትኒ እንቋዕ ደፊራ ጸውዐትኒ እንቋዕ ደፊራ ጸውዐትኒ እንቋዕ ደፊራ ጸውዐትኒ ኩሉ ሰብ ሰ- ዋ፣ ኣልጋነሽ ዕድመ ትበልዕዮ እንጀራ ኣለኪ ስኺ ትበልዕዮ እንጀራ ኣለኪ ኣልጋነሽ በቃ እዚኣ ኸ ኣነ ጋብዘኪ ኣለኹ ኣልጋነሽ እዚኣ እዚኣ ኸ ጋብዘኪ ኣለኹ ኣልጋነሽ እዚኣ ኣልጋ ነፂን ሕዚ ሃጋብ ዘኬ ክልተ ከም ዘለዋ ድኣ ኣታ ሰለስተ ኢሎም ከ ዘይሰርሑ መን ነጊርዎ ሰለስተ ኢሉ ከ ዘይሰርሕ ክልተ ይሃልዋ እንታይ ምልከተካ
ዘሎ ኢና ኣለን ታይ ታይ እንቋዕ ኣደ ክልተ ሃብካኒ እታ ኣምላኽ ተመስገንካ ፈጣሪ እንቋዕ ክልተ ዘለዎ ሃብካኒ ታይ ኩሉ ሓደ በቃ እ- ኩላኻትክን ክትምርዓዋ ይኸን ሕጂ ቁሩብ ኣብታ መርዓያ ዘላ ሽግር ኣብታ መርዓያ ዘላ ዋእ ክልተ ስጋብ ዝወልደላ ከይተመርዓወት ጸኒሓስ ኣነ መርዓ ክገብረላ እየ ማለት እዩ ፖው እዋይ በለጽ እዋይ በለጽ እዋይ በለጽ ኣንታ ኣነ ከ ምስ ወለድኩ ድየ ክምርዓወላ ዋላ እንታይ ከመይ ይከውን ዋእ ኣልጋ ነች ትሸብዒ ተለኺ እዚኣ ኣነ ምስ ወለድኩልኪ ኢኺ ክመርዓ ትብልኒ ከይወለድኩልኪ መርዓ ኣይትኸውን እያ ኣይትኸውን እያ ኣነ ምስ ወለድኩልኪ እየ ቁሩብ ክምርዓወኪ ቅድሚ ሕጂ ዓሰርተ ሽሕ ሒቡ ተመሪዑ ገለመለ ኢልካ ከ ዓሰርተ ሽሕ ከይትጽበይ ብሰለስተ ሽሕ ከካውና እየ ብሰለስተ ሽሕ ብሰለስተ ሽሕ ቀላይ ጌርና መልዓ ቀላይ ዝኾነ መርዓ ጸብሒ ማይ ዝበዝሖ ጌርና ኣካውን ኣካውን ኣካውን ክነብላ ኢና ብሰለስተ ሽሕ ወጀጋኑ ቅድሚ ሕጂ ዓሰርተ ሽሕ እንዲ ተመሪዕዋ እ፣ ገለመለ ከይትብሊ ከምኣ ትበሃል የላን ከምኣ ትበሃል የላን ብሰለስተ ሽሕ ገይረ ከካውና እየ ምሬ በቃ በቃ ብሰለስተ ሽሕ በቃ እስከ ንኺድ ሳዕኹም ኣይናይ ክርሳዕ ክልተ ወሊዳ መፅያ ዶ ኣይናይ ክርሳዕ ኣይናይ ክርሳዕ እቲ ቤላ ቤለው ዶ ክርሳዕ

እዋይ ምሉቕ ኢለ ደገሽ ዋእ ተጸሊእኒ ደሎ ደይብላ ኣይ ድሓን በቃ ኣይ ባዕሉ ፍለጥ ያ ባዕሉ ፍለጥ ባዕሉ ፍለጥ ድሓን ጸገም የብሉን ባዕለይ ክሽፍነ እየ ጸገም የብሉን ያ ብዓብዪ እኳሳ ብዓብዪ እኳ ሰዓት ሽዱሽተ ትስእ ዘላ ምስኪነይቲ ሰዓት ሽዱሽተ ትስእ ሰዓት ሽዱሽተ ሰዓት ሽዱሽተ ተሲኣ በቃ ቡን መግቢ ሸበድበድበድበድበድበድበድበድ እ፣ እ፣ ኣብ ኣብ ኢትዮጵያ ድኣ ነይራ ኸይና እንታይ ድኣ ዕጣን ተብዝሕ ድኣ ዕጣን ዕጣን ተብዝሕ ትነጽጎ ዕጣን ኣንታ ሓቂ እዩ ክኸይድ ተበልኩስ ገለ ይሕንኩለኒ ክኸይድ ተበልኩስ ገለ ሕንኩለኒ ናይቲ ዕጣን እንተድኣ ኸይኑ ኣብ መወዳእታስ ፈንጢሰዮ ኸይደ ወለከይ ጸገም ፈንጢሰዮ ኸይደ እንታይ ኮይኑ ድሕዘን ደለብ ዝገዛ ኢለ ፈንጢሻ'የ ከይደ መወዳእታ ዕጣን ከይገበረት ኮላ ንግሆ ምድሪ በቃ ዋእ ኣንታ ዕጣን ጌርካስ ንሰብ ትሕዞ ኢኻ ዕጣን ጌርካ ዕጣን ጌርካስ ንሰብ ትሕዞ ኦይ ኣምላኽ ሓልወና በሉ እም እም እም። ኣምላኽ ሓግዘና ኣይ

ኣይ ናይ ሕምባሻ ስኢድ የብላን ኣብ ሕምባሻ ስኢድ የብላን ያ ነዚ ሕምባሻ እዚ ክትሰርሕሲ ሰለስተ ኣርባዕተ ሰዓት ወሲድላ ንባርቻ ንባርቻ ዝመስል ሕምባሻ ሰንኪታ ንባርቻ ዝመስል ንባርቻ ዝመስል ሕምባሻ

እዋይ እዋይ ኣብዚ ኣብዚ ስነይ ተሪፉ እዋይ ኣብዚ ስነይ ኩሉ ተሪፉ እዋይ ዘን ኣሕዋትና ዳ ሓ- ሓቁ እንዲ ተሓሪጭ ክውዳእ ዒራ ሳናቲም ገይሮሞ ዋይ ወኣታ ዝሓርጭ እዚ እዚ ፊኖ ናይ ሩስያ ዘይገብርዎ ናይ ኢራን ኢራን ጠጠው ባብልዮ ነዚ ሓርጭ እዘን ኣሕዋትና ዝፃወታሉ ኣለዋ ጠጠው ኣብልዮ ኢራን ኢራን ሓብትና እ- ነዳዲ ጠጠው ኣቢልክዮ እዚ ሓርጭ እባ ጠጠው ኣብልዮ እዚ ፊኖ ኣይበስልኒ ዘሎ እዋይ እዋይ ኣብ ኣፍካስ እዋይ እዋይ ኣብ ኣፍካ እን- ኢራን ጠጠው ባብልዮ ኢራን ሓብተይ ኢራን ሓብተይ እዚ ሓርጭ እባ ጠጠው ኣብልዮ

ቡንሲ ካሬንቲ ቡን ካሬቲ ለከ እታን ቅድሚ ሕጂ ሲ ጀበና ኣይኮነን እ፣ ጥረ ደውፅ ነይሩ ለከ ዝፀላእናየን ሲ ኣብኡ ኣብኡ እናስ እናሰተኻየት ቡንሲ ትብል ኣብኡ በቃ እንታይ ደኣ ኮይኑ ትብላስ ሊፍ እኳ ይጠፍኡ ሊፍ ዘይኮነ ጠፍኡ ናይ ሃካያት ጌርክ እምበር ጎዲእኽዮ ናይ ሃካያት ናይዛ ቆልዓስ ዝኾነ ዘይብሉ ኣብኡ ከላ ግልጥም ተብሎ ስኢልካ ትሰትዮ ኣባኻ ኣላ ትሰትያ ኣባኻ ኣላ ትሰትያ ናይዛ ቆልዓ ኣታ ናይ ገሊኤ እንዳ ጥፍ እናበልካ የኡ መዓት መዓት ኣታ ታይ ትበሃል ኣታ ኣታ መዓት ሕርኽራኽ ከይዱ ሕርኽራኽ ሕርኽራኽ ሕርኽራኽ ሲ መዓት ጉሪሪን ጉሪሪን ድማ ኣቋርፅ ኣቋርፅ ጉሪሪን ሰዓብትኻን ጉሪሪን ኣቋርፅ ኣቋርጽ ጥምጥም ከይብላ ናባኻ ከማኻ ዝጻረፍ የለን ኣቲ ሸርሙጣ ዶ ትገለ እናበልካ ዩቱ- እ፣ ኩሉ ድ- ናትካ መጺእና ኣሎ ኣቋርጽ ስኻ ንመን ኢኻ ትኸሶ ኣቋርጽ ኣቋርጽ ኮፈን ኩላኻትኩም ምስ ኾንኩም ቱቱቱቱሉ ኣቋርጽ ኣቋርጽ ደድሕሪ ኣይትመላለስ እብለካ ኣለኹ ሕጂ ተመሊሸ ኣለኹ ሎሚ ሓንቲ ቪድዮ ስራሕ ሓንቲ ቪድዮ ስራሕ ሎሚ ሓንቲ ቪድዮ ስራሕ ጉሪሪን ትበሃል ዘላ ሓንቲ ቪድዮ ስራሕ እታ ቤት ፍርዲ ናባኻ ክንጥምጥማ ኢና ሰብ ተኸሲስካዮ ኣፍካ ትሕዝ እንተኸሲስካዮ ኣፍካ ትሕዝ ኣብ ሕጊ ዘሎ ተጠንቀቕ ኣብዚ መፂኻ ንበዓል ሚኪ ንበዓል ሓውለለዲን ንበዓል መልገለመለ ሕዝቀስ ደድሕሪኣ ከይካስ ወረቐታት ሓዲጋ ወረቐታት ሓዲጋ ናይ ደቀይዶ ናይ ገለዶ ኣቋርፆ ንመን ኢኻ ትኸስሳ

ገረብ ኣይተክልንየ ኣይትተክልን ኢኻ ስለዝተብሃልካ ዲኮን ኢኻ ተቋዋማይ ኮንካ ዘለኻ ዳውን ዳውን ኢሰያስ ዳውን ዳውን ኢሰያስ ዳውን ዳውን ዲክታቶር ዳውን ዳውን ገረብ ምትካል ምስ ከልኣካ እስኻ ገረብ ምትካል ምስ ከልኣካ ተቃዋማይ ከንካ ማዓበል ድማ ማዓበል ድማ እብለካ ኣለኹ ነታ እንጃርኡ ንእሽተይ ምተንከፍዎ ተቃዋማይ ከይዱ ኣብ ግዜ ህግደፍ ኣብ ግዜ ህግደፍ ወለድ ውሉድን ወላድን ተጣላሊሙ ኣብ ግዜ ህግደፍ ውሉድን ወላድን ተጣላሊሙ ኣገስ ትማሊ ትማሊ እንዲኻ መን እዩ ከም ሻዕብያ መን እዩ ከም ኢሰያስ መን እዩ ቀላሲ ትብል ነበርካ ማዕበል ዳኣ እንታይ ኢኻ ስማዕ ክነግረካ ነዞም ሓደ ክልተ ተቃወምቲ ደለው yes yes yes ዓሰርተ ዓመት ደጋፋይ ከይንካ ገንዘብና ህሙኽ ኣቢልካዮ ገንዘብና ህሙኽ ኣቢልካዮ ሕጂ ሲ ፕሊስ እቲ ሓደ ሓደ ግዜ ኣተሓሳስባኹም ሲ ቀይርዎ ኣተሓሳስባኹም ቀይርዎ ሰብ ኣብ መትከሉ እዩ ዝኣምን ኣብ መትከልካ ክትደራገም ኣለካ ንሃገርካ ትፈትዋ ተኸንካ ኣወል እጽረፍካ ገለ ጸረፍካ መንግስቲ ተጋጊኻ በልካ ሰጥ ኢልካ ሃገርካ ተኽብር ብረብሓኹም ምስ መጸኩምሲ እዛ እንታይ እያ ትብል እታ ገዛ ገዛ ኸይካ ረድኤት ትቦም ነበርካ ማዕበል ሓርጭ ሂብካ ትስእሎም ነበርካ ቪዶ ጠጠው ኣቡላ ምስ በለካ ተቃዋማይ ከንካ ምስ ተጋሩ ፅምዶ ምስ ተበለ ፅምዶ ዑዕ ኢልካ ንሕና ድማ ኣይገደሸናን ንስኻ ስለ ዝኣበኻያ ፅምዶ ንሕና ከዓ ካዊንናያ ሕጂ መፂኻ ሲ ኣብ ግዜ ህግደፍ ውሉድን ወላድን ተጠላዮም እዩ ውሉድን ወላድን ተጫኻኺኑ ኣቋርፅዎ ኣቋርፅዎ እዚኢታት ስኢልካ እዩ ረብሓኻ ምስ ተመንጠልካ ተቋዋማይ ክትከውን ገረብ ክስተክል ምስ በልካ ተቋዋማይ ክትከውን ብ- ብናይ ብናይ ሞኒካ ጌርካ ከምዚ ሓደ ሎየር ኮንካ ክትመጽእ ሎየር ክትከውን ኣይትኽእልን ኢኻ ርእሲ ኣፍ ምስ ተኸፈተ ም- ርእሲ ምዘን እዩ ጉሪሪን ፈቆዶ ዓድታት ከይድካ ስራሕ ስለ ዝተሃከይካ ሰሪሕኻ ክትበልዕ ስለ ዘይትኽእል በቃ ተጣባቓይ ኮንካ ተጠዋቃይ ኮንካ መጺኻ ብኸምዚ ጌርካ ኣይምጻን እዩ ካብ ዓዲ ዓዲ ካብ ትገይሽ ሰሪሕኻ ብላዕ ሰሪሕኻ ብላዕ ዓዲ ዓዲ ንሰብ ክትጎ- ክትኮሶ ኢልካ ትኸይድ ሰሪሕኻ ብላዕ ናትካ ብርእስኻ ምጻእ ብርእስኻ ምጻእ

ሕማቕ ሕማቕ ናይ ሓንቲ ናይ ሓንቲ ሓብትኻ ትደሊ ብጣዕሚ እዩ ዝሕዝን ንኸይ ኮፕሊንግ ኣሕዋት ኮፕሊንግ ግበሩለይ ባይዘወይ ድሕሪ ሕጂ ድሕሪ ሕጂ ኣብዚኣ መፅዩ ንሚኪ ንሚኪ ጼርካ እናኸድካ ንሓውለለ ግን ጼርካ እናኸድካ ነዞም ኩሎም ነገራት ጼርካ እናኸድካ ከለኻ ንዓኣ ፈሊኻ ለይቲ ምስ መዓልቲ ከሲስካያ ክተብቅዕ ለይቲ ምስ መዓልቲ ድቃስ ትኸልኣ ዘለኻ ይኡምርኣ ተናውጾ ዘለኻ ኣቋርጽዎ ኣቋርፅዎ ኣብዚ ማስሜዳ ዝኾነ ጥዑይ ዝሰርሕ ሰብ የለን ነዚ ህዝቢ እዚ ተሓታቲ እዞም ኩሎም ቀዳሞት ቀዳሞት ካብ በዓል ኣብዱ ብሌና ጀሚርካ ተሓተቲ ናይዚ ህዝቢ ኢኹም ተሓተቲ ናይዚ ህዝቢ ኢኹም ኩላኻትኩም እቶም ቀዳሞት ገሊኹም ብሽርሙጥና ገሊኹም ብጸርፊ ገሊኹም ብድንቁር ነዚ ህዝቢ ዘጸለልኩሞ እንተሎ ቀዳሞት ኣብዚ ማስሜዳ ዝመጽኹም እዩ ቀዳሞት በዚ ህዝቢ ዝተሓተት ኢኹም ሕጂ ንሓንቲ ሞኒካ መጺኻ ዓሰርተ ግዜ ርእሳ ርእሳ ደድሕሪያ ደድሕሪያ ደድሕሪያ እናኸትካ ነውሪ ኣብዚ ማስሜዳ ኩሉ ሰብ ተጸሪፉ እዩ ብኣውራጃ ድዮም ትሓስቡ? ኩለን ኣውራጃ ተሃሪመን እየን። ኩለን ኣውራጃ ተጨፍጭፈን እየን። ሶ ውልቃዊ ተኮይኑ ድማ በይንኻ ክትከሳ ኣለካ በይንኻ ንሕና ሰብ መሲልና ተሓገዝናካስ ለይቲ ምስ መዓልትስ ትምልሰላ ለይቲ ምስ መዓልትስ ኣብ ካልእ ላይፍ ከይካ ብዛዕባ ትዛረብ ለይቲ ምስ መዓልቲ ኣቋርጾ ኣቋርጾ ኣቋርጾ ናብ ሆላንድ ትመጽእ ኣለኻ ጠጠው ከይነብላ እዛ ጉዳይ ጠጠው ኣብላ ጠጠው ኣብላ ጠጠው ኣብላ ሰሪሕኻ ብላዕ ብሓቅነትካ ንበር ዋ ጥሮታ ወፂኻ ዲኻ ጥሮታ ወፂኻ ዲ ዓዲ ዓዲ ትገይሽ ዋ ከመይ ገይሩ እዩ መን እዩ ዝኸፍለልካ ዘሎ ናይ ኣየር ናይ ኣየር መን ኸፍለልካ ኣሎ እንታይ ዓዲ ዓዲ ምጋሽ ዋ እንታይ እዚ እንታይ ዓዲ ዓዲ ምጋሽ ኮፍ በል ኣይረኽበካን እየ ድማ ወድ ጀጋኑ ርኸበኒ እ፣ ባድላ ዶ ባድላ ከማልኣልካ ትብል ዘለኻ ባድላ ባዕልኻ ውደዮ ንሚኪ ሃቦ ንሚኪ ኣምቸ ሃቦ እቲ ባድላ ባድላኻ ይደሊ ክዳንካ ይደሊ ኣይረኽበካን እየ ኣይረኽበካን እየ ኣይረኽበካን እየ ክዳንካ ንዓኻ ጎሮ ኣይመጻካን እየ ኣይትሕሰቦ ንዓኻ ንዓኻ ክዳንካ ኣውደዮ ኣነ ምስ ዓሰርተ ግዜ ክበኣስ ዝውዕል ምስ ዓሰርተ ግዜ ክካሰስ ዝውዕል ሰብ ኣነ ይደልን እየ ሰብ ንሓደ ሰብ ክኸሶ ንቡር እዩ ንኹላ ሰብ ክጥርሻ ኣይደልየልካ ኒ ክዳንካ ክዳንካ ኣይደልየልካ ክዳንካ ክልተ ሰለስተ ባድላ ኣለዋኒ እናሓፀብኩ እናቐየርኩ ንዐን ክወድየን እየ

ከምዘይ ትስሕቅ ጌርኩማ ከምዘይ ትጻወት ጌርኩማ ደድሕሪኣ እናኸድኩም ተኸሲስኪ ወረቐትኪ ተሓዲግኪ ኣቲ ከምዚ ኣቲ ከምዚ ኣቲ ከምዚ እናበልኩም ግደፋ ደቅ ጓላ ተዕቢ ቀስ ኢላ ከምቲ ዝመሰላ ጌራ ጓላ ተዕቢ ጓላ ተዕቢ ግደፋ ዋላ ሸለል በላ ዓሰርተ ግዜ ብሓደ ሰብ ገ- ክትፍምስ ዲኻ ደሊኻ የብልኩም ዲ ሓሳብ ናትካ ሓሳብ የብልካን ብሓደ ሰብ በቃ ባ ኣነ ገሪምኒ ዘሎ ኔበልዋ ኔበልዋ እዚኣ ጉዳይ እዚኣ እ፣ ኣብ- እ፣ ኔበላ ኔበላ ኔበላ ኔበላ ግደፋ ሰላማ ሃባ ከሲስካያ እንድሕር ሃሊኻ ብሕጊ ሒሽካያ ኣለኻ ሕግ- ንሕጊ ግደፎ ዋላ ዋላ ኤልሳ ጭሩም ማለት እዩ ኤልሳ ጭሩም ድማ ኣቋርፅዮ ኤልሳ ቁሪ- ኤልሳ ጭሩም ድማ ኣቋርፅዮ እዚ ትገብርዮ ዘለኺ ኣ ኣምፂኺ ካብ ቤት ፍርዲ ዲኺ ካብ ገለ ዲኺ ምፂኺ እ፣ ወረቐታት ሓዲጋ እ፣ ተኸሲ እ፣ ኣብ ሓደ ገዛ ኣላ እ፣ ንሰለስተ መዓልቲ ደን 24 ሰዓት ተኣሲራ ኣላ ታክሲ ዲኺ ታክሲ ዲኺ ስራሕኺ ኣቋርፅዮ ኣቋርጽዮ ታይ እዚ ምብጽጻሕ ንሓደ ሰብ ራዕዲ ትገብርላ ኣለኺ ተፍርህያ ኣለኺ ጓል እያ ከማኺ እያ ከሲስኩማ ተሃሊኹም ብሕጊ ተራኹብላ ብሕጊ ተራኹብላ ኣፍኩም ትሕዙ መመጺኹም ግን ኣብ ማስሜዳ ግን ጽቡቕ ኣይኮነን እንታይ እዚ መነም ሶም ትኸስኡ ገለመለን ኣቋርፅዎ ኣቋርፅዎ ኣቋርፅዎ ኣብዚ ዋ ቁሩብ ተኣሲራ ኣላ ንዒስራ ኣርባዕተ ሰዓት ወረቐታ ተሓዲጋ ፓስፖርታ ተመንጢላ ከምዚ ተመንጢላ ኣብ ዓዲ ናፅነት እያ ዘላኩ ኣብ ዓዲ ናፅነት ናይ ፀነት ናይ ሰብ ክትገሶ መሰል የብልካን ኣብ ዓዲ ናፅነት እናተቐመጥካ መሰል ናይ ሰብ ናጽነት ናይ ሰብ ክትግህሶ መሰል የብልካን ክትከሶ መሰል ኣለካ እቲ ዝፈርድ ፈራዳይ እዩ ክትከስስ መሰልካ እዩ ከሲስካ ግን ኣብ ማስሜዳ መመጺእኻ ክትዘርዎ ግን መሰል የብልካን መሰል ዝባሃል የብልካን ፕቲሽን ሓግዙና ኢልከምና ከም ሰብና ድማ ተዛሪብናልካ ማስሜዳ መመጺኻ ግን ወረቐትኪ ተሓዲግኪ ኣምፅእዮ፣ ናይ ቆለውዕትኪ እንድዩ፣ ናይ ጓልኪ እንድዩ፣ ናይ ዝኾነ ሰብ እናበልካ ክተጨንቕዋ ግን no። እዚ ቅድሚ ኹነት ናይ ርእሲ ምትንካፍ ይበሃል። ቅድሚ ኹነት። እዚ ከዓ እንታይ ይበሃል? ኣብ ሕጊ ምስላጥ ስለ ዝኣበየኩም ኣብኡ ከለኹም ክተፀልልዋ ደሊኹም፣ ኣብኡ ከለኹም ክተመንትልዋ ደሊኹም፣ ኣብኡ ከለኹም ጨርቃ ክተደርብይዋ ዘሊኹም። ብሕጊ ምስላጥ ስለ ዝኣበየኩም ብኣፍ ጀሚርኩሞ። ስቕጠት ክትገብሩላ ደሊኹም ስቕጠት ሰብ ከሲስካ ስቕ ትብል እንታይ ኣብ ማስሜዳ ገለመለ ኣይናይ ጠበቃ ኣይናይ ጠበቃ ኣይናይ ምሁር ኣብ ማስሜዳ ይዝርግሐ ኣይናይ ምሁር ዋላ ዋላ ኤልሳ ጭሩም ወረቀትኪ ተሓቲኪ ዕስራን ኣርባዕተ ሰዓት ተኣሲርኪ ገለ መለ ኣብ ማስሜዳሲ መን ዘርጋሒት ገይርኪ መን ዘርጋሒት ገይርኪ ከመይ ድዩ እቲ ትምህርቲ ትምህርቲ የብልክን ድዩ ዋ ትምህርቲ የለን ድዩ ትኸሳ ናብ ሕጊ ተወዲኣ ናብዚ ዘምፅእ ነገር የብልኩምን ባይዘወይ ከምዛ ዘላታ እንድሕር ቀጺላ ናይ መን ርእሲ ናይ መን ኣተሓሳስባ ኣብዚ ማድሚ ኣዚ ኣብዚ ማስሜዳ እዩ ክተርፍ ብሓንሳብ ኣለና ንካበበር ንተሓላሎ ብሓንሳ ክንሰርሕ ንኽእል ኢና ብሓንሳ ክንዓቢ ንኽእል ኢና ብሓንሳ ክንነብር ንኽእል ኢና ከም ኤርትራውያን ነቲ ሓደ እናበልዓኻ ነቲ ሓደ እናሓቖፍካ ከምኡ ዝበሃል የለን። ወይ ንክልተ ነጋርም ክትሕዞም ኣለካ ወይ ካብ ብሓንሳእ ክትሓቕፎም ኣለካ። ነቲ ሓደ ክትሓቕፎ ነቲ ሓንቲ ናብ እስር ቤት፣ ነቲ ሓደ ተጻራፋይ ክትሓቕፎ ነቲ ሓደ ክትእስሮ። ከምዚ ዝበሃል የለን። ንመን ክትጎርሓሉ? መን ንመን ክትጎርሓሉ? ንዓትካ ሕጂ ጉሪድን እስኻ ኣቲ ሾርሙጣ ኣቲ ከልቢ እናበልካ ኣሉ ጸርፊ ኣምጽኣለይ ኣነ ኣብዚ ማስሜዳ ዓመትን ገለን ገይረ ሓንቲ ኣቲ ከልቢ እናበልኩ ትምህርቲ እንተ ትህልወካ ንስኻ ከማን ትጻረፍ ኢኻ ሕእ ጉሪሪን ኣቲ ሾርሙጣ ኣቲ ገለ ናበልካ ጓል ጓል ጀጋኑ ገለ ትበሃል ኣላ ሓንቲ ይእትያቶ ኣላ ናትካ ንስኻ ትጻረፍ መዓት ጸሪፋትኒ ኢልካ ከሲስካ ሕጂ ትጻረፍ ተኸንካ ስቕ እዩ ዝበሃል ስቕ ስቕ ሓደ ሰብ ከዓ ስጋብ ወረቐት ምምንጣል ክትምነየሉ የብልካን ባይ ዘ ወይ ብዝኾነ ይኹን ሓውኻ እዩ ሓብትኻ እዩ ማዕረቲ ክንድቲ ዝበደለካ ክእሰር ክቕፃእ ፀ- ፀገም የብሉን ግን መዓልታዊ መዓልታዊ መዓልታዊ መዓልታዊ ቅድሚ ኩነት ግን ንስኻ ናይ ሓንጎል ስቕጠት ክትገብረላ ግን መሰል ዝበሃል የብልኩምን በዛ ኣርእስቲ እዚኣ ተዓፅያ ኣላ ከሲስካያ ተሃሊኻ ንፈራዳይ ግደፎ ካብ ሕጂ ንኖ በዛ ርእስቲ እዚኣ ዝኾነ ይኹን ኣብ ዝኸደቶ ትኺ ኣብ ዝኣተወቶ ትእቶ ክትጸርፋ ክተናሽዋ ክተናኣእሳ መሰል ዝብሃል የብልካን ኣብዚ ማስሜዳ ዘለኹም ለካልኹ ጥርዚ ወጺኹም ዘለኹም ሚእቲ ሽሕ በጺሕኹም ዘለኹም ክልተ ሚእቲ ሽሕ በጺሕኹም ዘለኹም ሓምሳ ሽሕ በጺሕኹም ዘለኹም ፎሎወርስ ሓደ ብለኩም ኣለኹ ሓደ ተደሚርኩም ተደሚርኩም ተደሚርኩም ሓደ ንቑሕ ሰብ ክትበጽሑ ትኽእሉን ኢኹም ገሌኹም ብጸርፊ ገሌኹም ብሽርሙጥና ገሌኹም ብምትላል ኩላኹም ብከምዚ ዝበፅሓኹም ኢኹም ሓደ ሰብ ሓደ ሰብ ብስነ ስርዓት ብናቱ ተበግሹ ኣብዚ ዝበፅሐ የብልኩምን ኣምፅእ ሓደ ሰብ ሚእቲ ሽሕ ይሕዝ ሓደ ተፃራፋይ ሓንቲ ሓንቲ ብዕልግና ትዛረብ ክልተ ሚእቲ ሽሕ ትሕዝ ሓንቲ በቃ ከለምለ ሱሳ ሽሕ ትሕዝ So ኩላኻትኩም ተደሚርኩም እለኩም ኣሎኹ ኣብዚ ማስሜዳ ዘለኹም እቲ ኤርትራዊ ንዝኾነ ንመነ ደይብ ንመን እዩ ላዕሊ ድሰደ ዝሰቀል ስለ ዘይፈልጥ ንኹላኹም ማዕረ ጌሩኩም ኣሎ ንኹሉኹም ሱሳ ሽሕ ሚእቲ ሽሕ ክልተ ሚእቲ ሽሕ ሰለስተ ሚእቲ ሽሕ ስጋብ ሓደ ሚ ሓደ ሚልዮን ፎሎወርስ ኣብጺሑኩም ኣሎ እዚ ህዝቢ እዚ ንመን ኣብጽሕ ንመን ኣይብጽሕን ሕውስውስውስ ኢልዎ ስለ ዘሎ ርእሱ መን እዩ ዝጠቕሞ መን ኣይጠቕሞን ስለ ዘይፈልጥ ንኹሉ ሰብ ሓፍ ኣቢልዎ ኣሎ ሰላም ጌርካ ትኸይድ፣ ሰላም ጌርካ ትጻወት፣ ሰላም ጌርካ ትሰርሕ፣ ሰላም ጌርካ ተኻባቢርካ ትኸይድ። ኖ ኣነ ምክብባር ኣይፈቱን እየ፣ ኖ ኣነ ከምዚ እየ ዝፈቱ ተልካ ድማ ንማንም ሰብ ኣብ ማሰንጃ መጺኻ ክተፈራርሆ መሰል የብልካን። ኣብ ዓዲ ሕጊ ኣለኻ፣ ሕጊ ኣሎ። ኣብ ሕጊ ተኸሲስካ ከኣ ኣብ ማስሜዳ መጺኻ ጠራዕራዕራዕራዕራዕ ኣይድልየካን እዩ። ኣነ ዝፈልጥ ሰብ እንድሕር ከሲሱ ስቕ እዩ ዝብል። ኣብ ማስሜዳ መጺኡ ዓሰርተ ግዜ ይዛረብ እንድዩ። ሓንቲ ግዜ ክትዛረብ ትኽእል ኢኻ። ዓሰርተ ግዜ ግን ናይ ፍርሃት እዩ። ኣይተዓወትካን ማለት እዩ። ዝተዓወተ ሰብ ኣይዛረብን እዩ። ባእ ኣነ ግርም እዩ ዝብለኒ ዓሰርተ ግዜ ብህፃውንቲ በዴታት ክፃረፉ ዝሓድሩ ሰባት ኣለዉ እንዶ ዓሰርተ ግዜ ዓሰርተ ግዜ ስእሊ ናይ ጓል ኣንስተይቲ እናገበርካ ኣዝዩ ብዕልግና ዝመልኦ ብዕልግና ዝመልኦ ኣቦታት ህፃውንቲ ኣይተፀረፉ እንዲም ኣብዚ ማስሜዳ ዝፀርፉ የለውን ዝጸርፉ የለውን መን እዩ ንዖም ዳኣሰሮም ኣሎ መን እዩ ንዖም ኣብ ሕጊ ዝቕረቦም ዝሕሙቆ ኣለኒ በትሪ ሃቡኒ ትግበሩ ኣብታ ሰብ ኣብታ ሰብ ዘይብላ ክተድብይዋ ሓሲብኩም ኣብታ ጸግዒ ዘይብላ ክተካውንዋ ሓሲብኩም ኣርኪብናልኩም ብተንኮል ስለ ዝኾነ እዩ ምሒር ናይ ጽልኣት ስለ ዘለኩም እዩ እምበር እንድሕር ዓሰርተ ግዜ ኣብ ድኣተኹሞ ኣብ ዝኣተወቶ ኣብ ዝኸፈተቶ ማስሜዳ መጺእኻ ተፋራራሃ እንድሕር ኮንካ ንሕና ድማ እብለኩም ኣለኹ ኣብ ጎና ክንከውን ኢና ንጽርቲ ክትኮነልኩም ንሕና ድማ ኣብ ጎና ክንከውን ኢና ንሕና ኣብ ጎና ክንከውን ኢና ንሕና ብቕንዕና ብሓቅነት ትሰርሑ ዘለኹም መሲልና እምበር መን መጺእካ ንሓደ ሰብ ክተፈራርሆ ጓል ኮላ ጓል ኣንሰይቲ ኮላ ኣደ ኮላ ጓላ ምሳኣ እናተቐመጠት ክተፈራርሃ ክተርዕዳ እዚ ነውሪ እዩ መሰረቱ ክኸውን የብሉን ክተፍርህ ክትኸፍርህ ንሚኪ ጽረፎ ሚኪ እኮ በቦት ኣቦታትና እኮ ጸሪፍዎም እዩ ሚኪ ብ- ሚኪ ብስውኣትና ተጻረፈ እኮ እዩ ብስውኣትና ተጻረፈ እኮ እዩ ሚኪ ብስውኣትና እተጻረፈ ብሰራዊትና እተጻረፈ ቆማላት ሰራዊት ኢልዎም ቁማል ሒዞም ዝመፁ ካብ ሳሕል ኢልዎም ምስኡ ኮንካ እኳ ሃጉረሪ ን- ንሞኒካ ዝፀረፍካያ ክትክሰስ ኣለዋ ዝበልካ ምስ ሚኪ ኮንካ ክእሰር ክእሰር ክእሰር ክእሰር ሓውለሊዲን ምስ ተኣሰረ ዓሰርተ ግዜ ነቦታትና ደስ ዝበሎም ብዕልግና ጸሪፍዎም ነቶም ጀጋኑ ኤርትራ ትበሃል ሃገር ኣብ ዝኾነ ዓለም ከተንብ ክ- ባንዴራ ከተንበልብል ዝገበርዋ ጸሪፎማ ጸሪፍዋ ንሳቶም ኣይተኣሰሩን ንሕና ኩሉ ንፈልጥ ኢና እስከ ደሓን ሸለል ሸለል ሸለል ሸለል ስድራ ዝተጸገሙ ስድራ ኣለዉና ዝተጸጎ ሓዳር ኣለና ውላድ ኣለዉና ሰበይቲ ኣላትና እስከ ክንኣሊ ኣብ ሊብያ ዘለዉ ኣሕዋት ኣለዉና ክንእትዎም ኣብ ኢትዮጵያ ኣለዉና ኣሕዋት ንዖም ክንኣልዮም ኢልና እምበር ሕጊ ዳጠፋኣና ድዩ ሕጊ ንመን ኢኻ ትነግሮ ሕጊ ንመን ክትነግሮ ሕጂ ነዛ ሰብዚኣ መሓርዋ ኣብ ዝኣተወ ተኸይካ ኣይተባሻጥዋ ኣይተጨንቕዋ ኣነ ከም ሰብ ኣይፈትዋን እየ ግን ማንም መጺኡ ሰብ ዓሰርተ ግዜ ከተፋራርህዋ ግን ጽቡቅ ኣይኮነን ተኣኪብኩም ተኣኪብካ ተፈራርህ ኣይትኽእልን ኢኻ ከምቲ ንስኹም ማስሜዳ ዘለኩም ንሕና ኸ ማስሜዳ ኣለና ሰለስተ ማስሜዳ ሸሞንተ ማስሜዳ ኮንኩም ንበይና ክትሃርምዋ ግን ጽቡቅ ኣይኮነን ሶ እንድሕር ተረዲእኩም ሓብትኹም እያ ኣብዚ ማስሜዳ ኸ ጥዑይ ሰብ የለን ካብቲ ሓደ ናብቲ ሓደ ኣይትሕሽኑን በዴታት ክትጻረፉ ትውዕሉ ብብዕልግና ክትጻረፉ ትውዕሉ ብሹርሙጥና ክትጻረፉ ትውዕሉ ኩላኻትኩም ኩሉኹም ኣብዛ ማስሜዳ ዘለኹም ኩሉኹም ሕማቕ ዝኾነ ታሪኸ ህይወት ኣለኩም ሕማቕ ዝኾነ ህይወት ኣለኩም ዘይተጻረፈ ሰብ የብልኩምን ባይዘ ወይ ታብታብ ግበ እዚ ኮፕሊን ግበሩ ለሕዋት ሓሙሽተ ሚእቲ እያ ዘላት ኮፕሊን ግበሩ ኮፕሊን ግበሩ ሕጂ ኮፕሊንግ ግበሩ ኮፕሊንግ ስለ ዘይገበርኩም ሪፖርት መጽእ ኣሎ ሪፖርት መጽእ ኣሎ ኩልኻ ኮፕሊንግ ግበረለይ ወይ ክወጽእ ኣብዚ ከዓጽወ ከነዓጽዋ ኩላኻ ኮፕሊንግ ግበር ባዕ ኣብዚ መጺኻ ንሰብ ክተፋ